እቲ ሰብኣይ። ሰላም ሰላም ከመይ ትቅንዩ ፍትዋት ተከታተልቲ መደባትና። ከም ዝዝከር ኣብ ዝሓለፈ ፈነወና ቀዳማይ ክፋል ትሕዝቶ እቲ ሰብኣይ ዘርእስታ ብነጋሲ ወልደማርያም ገስጋሲ ዝተደርሰት ልቦለዳዊት ዛንታ ኣቕሪብናልኩም ነይርና። ኣብ ናይ ሎሚ ትሕዝቶና እውን ካልኣይ ክፋላ ኢና ሒዝናልኩም መጺና ዘለና። ኣብ ዝሓለፈ ቀዳማይ ክፋል ትሕዝቶ ልቦለዳዊት ዛንታ እቲ ሰብኣይ ኣቶ ተፈሪ ንስኒት ሰራሕተኛኦም ብኣገዳሲ ስራሕ ምስኦም ንባጽዕ ክትከይድ ምዃና ከም ዝሓበርዋን ስኒት በቲ ዝሰምዓቶ ከም ዝሰንበደትን፣ እንተኾነ ግን ኣቶ ተፈሪ ብዝገበሩላ ጸቕጢ ኣብ መወዳእትኡ ኣብ ሓሳቦም ከም ዝተሰማምዐትን፣ ብኻልእ ወገን ወይዘሮ ትምኒት በዓልቲ ቤት ኣቶ ተፈሪ ኩሉ ኣካይዳ ሰብኣያ ደስ ስለ ዘይበላ ንኩነታቶም ኣመልኪታ ከተዘራርቦም ከም ዝደለየትን ኣቶ ተፈሪ ውን በቲ ሑታኣ ከም ዝሰንበዱን ኢና ተኸታቲልና ኔርና። ካልኣይ ክፋል እቲ ሰብኣይ ልብወለዳዊት ዛንታ ትቕጽል። ተፈሪ ተኸሺሕካ ኢኻ ዝገርመካ ክሳብ ሕጂ ክትክውሎ ዘይትኽእል ስንባደ እዩ ዘለካ ናትካ ክሳብ ዝኾነ ግና ዝብለካ የብለይን ግን ከኣ ደሓን ኣይሓሰኹን ኢልካ ኣሉ ካብ በልካ እቲ ሃስያ ናባኻ ስለ ዝዛዙ ዝብለካ የብለይን ልዝብ ኢላ ትዘረብ ነበረት ናብቲ ዘበገሰ ንኽምለስ ወይለይ ዘይሰምዖ ዘይብለይ ብሕጂ ዲኺ ክትዛረቢ ሙሉእ ብምሉእ ናብኣ ብምጥማት ሕቶኦም ኣውሓዙ ፈታኒ ሕቶታታ እናገረሞምን እናርመሞምን ይኸይድ ነበረ ትምኒት፣ እንታይ ዲኺ ክትብሊ ደሊኺ? ቀው ኢሎም ጠመትዋ። ኣብ ተሃሞት፣ ብዘይካ'ቲ ኣቐዲሙ ዝነበሮም ጽልኢ፣ ዘይምሕር ስምዒት ይመናጭቶም ነበረ። ግዳ፣ ዋላ'ኳ ብስምዒቶም ከርእይዋ ይፍትኑ እንተነበሩ፣ ኣብኣ ዝህልዎም ትርጉም ይፈልጥዎ ብምንባሮም፣ መለሳ ከም ዘይረኽቡሉ እናተረድኦም ይመጽእ ነበረ። ጽቡቕ፣ ስማዕ ተፈሪ፣ እንታይ ኢኻ ትኸውን ዘለኻ? ዝብልዎ ንምስማዕ ኩነታቶም ጠየቐት። እንታይ ከም ዝብሉ ንምስማዕ እምበር ብዛዕባ ኩነታቶም ክነግርዋ ትብዓት ከም ዘይብሎም ትፈልጥ ነይራ እያ። እሂ እንታይ ዶ ኮይነ እየ? ተገምጢሎም ሓተቱ። ከም ኣመሎም ኣልዮም ዝብሉ ነይሮም። እቲ ዝኾነ ክኸውን ዝተሓተትዎ ዘይምምላስ እቲ ዝሓሸ ምርጫ ምዃኑ ወዲኦሞ ነበሩ። ጓል መንገዲ ገዲፍካ ዝሓተትኩኻ መልሰለይ። በለት ትርር ኢላ። ከም ቀደማ ገጽ ከተርእዮ ኣይደለየትን። ቀጻሊ ኣብ ጌጋ መንገዲ ክነብር የብሉን ዝብል እምነት ዝነበራ ጸዋር ሰበይቲ'ያ ወይዘሮ ትምኒት። እንታይ ኢኻ ትኸውን ዘለኻ? ደጊማ ብምሕታት መልሲ ተጸበየት። በዓል ቤታ ኮነ ኢሉ ካብ ምምላስ ይሕክል ምንባሩ ኣይጠፍኣን። ግዳ መልሳ ዝኾነ መልሲ ከይረኸበት ክትለቆ ድላይ ኣይነበራን። ኣይሓሰበቶን እውን። ይጽበየካ እየ ዘለኹ፣ መልሰለይ። ትጽበዮም ምህላዋ እውን ሓበረቶም። መልሲ ከይረኸበት ከም ዘይትገድፎ ንጹር ኣንደበት ነበረ። ዝኾንክዎ የብለይን። ሓጺርን ደረቕን መልሲ መለሱ። ኣብቲ ህሞት ዝበለት ትበል ዝብል ግነይንይሕ ተቐኒቶም ነበሩ። ተገሪሆም ባዕሎም እንተዘይነጊሮማ ትበጽሖ ከም ዘይብላ እዮም ዝድምድሙ። ግና ስክፍታስ ነይርዎም እዩ። ንሱ ድማ ገለ ከይሰምዐት ወይ ከይረኣየት ከምኡ ኢላ ክትዛረብ ከም ዘይትኽእል ተረዲእዎም ነበረ። ጽቡቕ ሓራይ፣ ጸገምሲ የብለይን ትብል ኣለኻ። እሞ እንታይ ደኣሉ ካብዚ ገዛ ዘሕክለካ ዘሎ ምኽንያት? ንገረኒ ክሰምዓካ። ባዕሎም ካብ ዝፈጠርዎ መልሲ ዝህቡዋ ግብረ መልሲ ትደሊ ነበረት። ኮነ ኢሎም ዘረባይ ጠዋውየ ምንባሮም ኣይሰሓተቶን። ግዳ ዝብልዋ ንምስማዕ ክትጽበ ነይርዋ። ጠፊኤ ድየ? ኣሕጺሮም ብምምላስ ጠው ኢሎም ጠምትዋ። ኣጠማምትኦም ካብኡ ኣይትሕለፍ ዝትርጎም ናይ ንዕቀት ኣጠማምታ ነበረ። ኣንታ ሰብኣይ? ሃዲኣ ክትረዳዳእ ከምዘይጸንሐት በግ በለት። ከሽካዕልሉላ ምፍታኖም እዩ ከምኡ ስምዒት ከተእንግድ ደሪኽዋ። ተፈሪ፣ ሎሚ ምስ ጥዕናኻ ኣለኻ? እንታይ ሓጺር ሓጺር ዘመልሰካ ዘሎ? ተወሪማ ኣብ ምጥማት ነበረት። ትጥቅንኒ እንዲኺ ዘለኺ? በሉ ከም ዝረኻኸቡላ። መን? ኣነስ ጠቂነካ? ኣመልካቲቱ ኣጻብዕታ ኣብ ኣፍልባ ተርኢሳ ልዝብ ኢላ ሓተተቶ። ኣቶ ተፈሪ ኮነ ኢሎም ካብ ዝተበገሰ ጉዳይ ንምህዳው ዝጻወትዎ ዝነበሩ ህድማ ምዃኑ ይርዳእ ነበረ። ግና ፈቲን ረድዩን ካብ ዘይተበገሰ ዝገብሮ ውሑድ ምዃኑ ነጸረላ። እወ ጠቂንክኒ። ገጾም እስር ኣቢሎም መለሱ። ተዳሂላ እንተገደፈቶ ብምባል ዝተጻወትዎ ሜላ እዩ ዝነበረ። ኣብ ባይታ እንተሰመረሎም ድማ ትንፋስ ከይሃቡ ክቕጽልዎ ሓሰቡ። ትምኒት፣ ስለምንታይ ሓቂ ዘይትዛረቢ? ኣነስ ካብ መኣሰይ ኣብዚ ገዛ ሓኪለ ዝፈልጥ? ዶስ ትም ኢለ ስለ ዝሰማዕኩኺ ኢኺ ሃለውለው ትብሊ ዘለኺ? ህ ከምኡ ድዩ ዝኸውን ዘሎ? ቁሩብ ተስፋ ከም ዝረኸቡ ከም ሓቀኛ ዕትብ ኢሎም ክዛረቡ ተሰምዑ። ተፈሪ፣ ኣነ ዘይናትኪ ሃብኩኻን ክትክሕዶ እንተዘይደሊኻ፣ ነቲ ቀጻሊ ተዘውትሮን ትገብሮን ናብ ባህርያትካ ጸርዩ ሸንኮለል ዘብለካ ዘሎ ዶብ ዘይብሉ ስድነትካ'የ ደጊመ ዝሕብረካ ዘለኹ። ክትፈልጥ ድማ፣ ንስኻ ካብዚ ገዛ ሓኪልካ ዘይኮነስ ብጥራሽ ኢኻ ጠፊእካ ዘለኻ። ሕጂኸ ገለ ቁሩብ'ዶ ተረዲእካ? ጥዑም ከም ዘይወጾም እናፈለጠት እንተ ሰመረላ ዘዕግብ መልሲ ተጸበየት። ወይለይ ሰበይቲ ዓቢዳትኒ! ክልተ ጉንቦ ኢዶም ብምልጋብ ብስምዒቶም ርእሶም ኣንቀሳቐሱ። ኩሉ ነገሮም ከየጉደለት ዘርዚራ ብምንጋራ ኣቖጢዕዎም ነበረ። ግዳ ብዘይካ ክልቲኦም ካልእ ዝሰምዕ ሰብ ብዘይምንባሩ ርፍታ ክስመዖም ጀመረ። ምኽንያቱ ምስጢሮም ኣብቲ ገዛ ይተርፍ ብምንባሩ ዝኾነ ስክፍታ ኮነ ፍርሒ ክስምዖም ይኽእል ኣይነበረን። ግና ከምዘይተቕጽል ገይሮም ምስ ዝሰትርዎ ጥራይ'ዩ ቀሲኖም ሩፍ ኢሎም ከዕርፉ ዝኸሉ። ስምዒ ትምኒት ሕጂ ምኒን ምባል ገዲፍኪ ኣሕጺርኪ እቲ ክትብልዮ ዝደለኺ በልኒ እሞ ስራሐይ ውዒለ ደኺመ ስለ ዘለኹ ከዕርፍ ንይምሰል ተመጣልዑ። ድኻሞም ሪኣ ዘረባኣ እንተቋረጸት ዝተጠቕምሉ ሜላ እዩ። ናብዚ ገዛ ድሕሪ ሳለስተ ኢኻ ትመጽእ ዘለኻ። ኢሂ ሓቀይ እንድየ። ኣዒንታ ኣብ ገጻቶ ተፍሪ ነበራ። ኣትኪልካ ምጥማት ዝህልዎ ናይ ምንባብ ብልጫ ዝተረደእት ክትመስል፣ ምስ ሰምታ እናተቓለሰት ዝምልሰን መልሲ ኣብ ምጽባይ ነበረት። ይህሞ ኣዒንቶም ኣጨምቲሎም ጠመትዋ። ክሳብ ሽዑ ኣብ ርእሶም ምንባራ ብቐሊሉ ክትገድፎም ከም ዘይትኽእል እውን ተፈለጦም። ኣበይ ከም ዝቐነኻ ክትነግረኒ ይደሊ ኣለኹ። ኣዒንታ ካብ ገጹ ከይኣለየት ስምዒታቱ ኣብ ምንባብ ነበረት። መልሱን ስምዒታቱን እናነጻጸረ ዝብሎ ክትሰምዕ ተሃንጥያ ነበረት። ስለምንታይ ክነግረኪ? ንምንታይ ዕላማ? በሉ ካብ ዝተበገሰ ሕቶ ንምህዳም። ክፈርሕዎ ዝጸንሑ ሕቶዩ ድሒሩ መጺዎም። ብዕላማ ከም ዝበለቶ እዮም ዝፈልጡ። ስለዚ ብኸመይ ከም ዝሰግርዎ ይሓስቡ ነበሩ። ህላውነትካ ስለ ዘገድሰኒ፣ ብዓቢኡ ከኣ በዓልቲ ኪዳንካ ስለ ዝኾንኩ። ኣብ ዝርድእዎ ሓሳብ ብዝርድኦም ቃላት ኣዋሲባ መለሰትሎም። ዘይመስል፣ ዘይነበረ፣ ትምኒት፣ ንፋለጥ እኳ ኢና። በጻብዕቶም ርእሶም ኣፍኪሶም እናሃረሙ ልዕሌኺ ጎራሔ ብዘስምዕ ምንቅስቓስ የርእዩ ነበሩ። ሜላ ፈጢራ ዝቐነይዋ ክትፈልጥ ምፍታና ኣቖጢዕዎም ጥራይ ዘይኮነ፣ መመሊሱ ንኽተርር ዝዕድም ዘይቅርዑይን ፈታንን ሜላ ኮይኑ እዩም ረኺቦሞ። ትምኒት፣ ካልእ ሜላ ኣምጺኺ ደኣ ተዛረቢ እምበር እዚኣስ ኣይዘረባን ኣይሓሰብክላን ናይ ባጫ ክምስ በሉ። ኢሂ! ኣይኣመንካንን? ኣንደበቶም ስለ ዝገረማ ዝስዕብ መልሶም ንምስማዕ ተዳለወት። ናብቲ ትፈልጦ ባህርያቶምን ስምዒቶምን እዩ ዝኸይድ ነይሩ። ካልእ ተወሳኺ ዝስዕብ ተርእዮ ንኽትርኢ ድማ ተጸበየት። ከመይ ገይረ ክኣምነኪ? ግልጺ ኮይኖም ሓበርዋ። ድርቕ ክብሉ ከም ዝነበሮም ስለ ዝኣመኑ እዮም ከምኡ ገይሮም። ኣብ ርእሲ በዓልቲ ቤት ዝነበሮም ኣረኣእያ ብኸምኡ መንገዲ ከም ዝፍወስ እዮም ዝርድኡ። ስለዚ ዝኾነ ኾይኑ ካብ ሃለወ ኣብ መትከሎም ክጸንዑ ነይርዎም። ትምኒት፣ ስለዘይኣመንክኒ ዶ ኣይኮንክን እዚ ሕቶ ዝምጺኽዮ? ኣነ ከምኡ ይወጸንን። ግና ከም በዓልቲ ኪዳንካ መጠን ህላውነትካ ስለ ዘገድሰንስ ክሓትት ሕልናዊ ግዴታየ እዩ ዝብል ዘለኹ። ተረድኦም ነበረት። ዝድገፍ ጽቡቕ ሓሳብ እዩ። መጠናዊ ህድኣት ዓሰሎም። ሕጂ ኣበይ ከም ዝቐነኹ ድየ ክትፈልጥ ደሊኻ ሓቀይ? ፍኹስ ስለ ዝበሎም ሃዲኦምን ተረጋጊኦምን ክሓቱ ተሰምዑ። እወ ንሱ'ዩ ዘሎ ድሌተይ። ኣሕጺራ ድሌታ ሓበረት። ኣሕጺረ ክምልሰልኪ እየ፣ ሓደራ ግን ብድሕሪኡ ከይትሓትኒ። ተማሕጸንዋ። ብመደብ እዮም ከምኡ ገይሮም። ንሳ ካብ ዘረባን ሕቶን እንተዕሪፋ፣ ንሶም ውን ብተዛማዲ እፎይታ ክረኽቡ ምዃኖም እዮም ዝኣምኑ። ሕራይ ኣይሓተካን እየ። ሽቑርር ኢላ መለሰት። በል ንገረኒ! በለት ህውኽ ኢላ። ትጽቢት ዝገደፈላ ኣይነበሮን። ብኸመይ ከም ተዕግሶ ጥራይ እያ ትሓስብ ነይራ። ኣቶ ተፈሪ ክነግርዋ ይዳለዉ ብምንባሮም ግና ዓቕሊ ገይራ እቲ ዘሎ ክትሰምዕ ተሃንጠየት። ጽቡቕ ካብ ተረዳዳእና ሕጂ ክነግረኪ ንስኺ ድማ ከምታ ዝበልክያ ዝበልኩኺ ምስ ሰማዕኪ ሸረፍኪ ሒዝኪ ትም ትብሊ ብድሕርኡ ዝመጽእ ሕቶ ኮነ ርእይቶ ኣየድልየንን እዩ ተረዳዲእና ዶ መልሲ ከም ዝደለዩ ኣዒንቶም ለኣኹላ ስምዒታ ንምፍላጥ ዝገበርዎ እዩ ቀጽል ይሰምዓካ ኣለኹ ገና ኣብ ትጽቢት ነበረት እንታይ'ዩ ክብለኒ ኣብ ዝብል ምጉት ተሸሚማ ተጸናተወት። እቲ ዝኣዘዝናዮ ንብረት ባጽዓት'ዩ ስለ ዝበሉኒ ኣብኡ የቐኒ። ኔው ኔጆ ክብል ድማ ካብ ኩሉ ንጥፈታት በኺሩ ቐኒ። ዝገርመኪ ብዘይካ ምስቶም ናይ ወደብ ሰራሕተኛታት ምስ ዝኾነ ሰብ'ውን ኣይተራኸብኩን። ኣዝዩ ሃላኽ ዝኾነ ስራሕ'ዩ ቐኒኒ። ሕጂ'ውን ዘይተጻፈፈ ወረቓቕቲ ስለ ዘለኒ ጽባሕ ግድን ክምለስ'የ። ጽቡቕ እምበር ብመጠኑ ክፎኽሳ እኳ እንተ ተጸበየት፣ ነብሳ ግና ገለ ነገር ከም ዝረስዐት ስኸፍክፍ ክብላ ይፍለጣ ነበረ። ብኸመይ ከም ተህድኦ ግን ትፈልጥ ኣይነበረትን። ክሳብ ንጹር ዝኾነ መልሲ ትረክብ ድማ፣ ሃዲኣ ክትሪኦን ክትጽበይን ከም ዘለዋ ምስ ነብሳ ተረዳድእት። ጉዳይ ስራሕ ከ እንታይ ይኹን? ከም ዝቐንየ ተዓጽዩ ይቐንይ ከይብልዋ እናተሰከፈት እያ ትሓትት ነይራ። ክሳብ ስርሐ ኣጻፊፈ ዝምለስ ንሳልስቲ ክዕጾ እዩ። ድርቕ ኢሎም መለሱ። እዋእ! ተፈሪ! እንታይ ትብል ኣለኻ? ሕጂ ድማ ክዕጾ? እሞ ድማ ንሳልስቲ? ሰንበደት ትካል ዝኣክል ንሳልስቲ ክዕጾ ኣይተዋሕጠላን። ግና እንታይ ክትገብር ትኽእል? በዓል ገዛ ኣዚዞም። ትምኒት፣ ኣብ ዝወዳእክዎ ንድሕሪት ኣይትምለስኒ። ወሲነ'የ እብለኪ ኣለኹ። ተቐቢልክኒ'ዶ ትምክኣሊ? እንታይ እዚ መወዳእታ ዘይብሉ ሕቶ እናምጻኻ ሰብ ምርባሽ? ኣመል ከይተርፍ ኢልዎ ድዩ? ደስ ከም ዘይበሎም ብዘስምዕ ስምዒት ተዛረቡ። ውሽጦም ግና ናይ ሓጎስ ዳንኬራ ይወቅዕ ነበረ። እንታይ'ሞ ክብል እየ? መዋእልካ መስምዕ ዘይብልካ'ዶ ወደይ ትፍጠር ኢኻ? ንዓይ ጥራይ ስምዑኒ ዶ ይበሃል እዩ ወደይ? በይና ጥራይ ብትሰምዖ ሕሹኽታ ተዛረበት። ኣብቲ ህሞት ውሽጣ ሕምስ ኢሉ ነበረ። ብኸመይ መንገዲ ከም ተዐጉሰ እውን ይፈለጥ ኣይነበረን፣ እንትርፎ ካብ ምስማዕ ወጻኢ። ተፈሪ! ጉራቑይን ዝኾንካ ሰብኣይ! ናይ ዘይዕግበት ርእሳ ኣወዛወዘት። ምስ መን ኢኻ ከ ክትገይሽ? መንነት ምስኦም ዝገይሽ ሰብ ንምፍላጥ ጠየቐት። ምስ ስኒት ዘይተገደሱ መሰሉ። ስም ስኒት ድሕሪ ምጥቃሶም ዝመጽእ ኩነት ይርድኦም ነበረ። ግዳ ቅድሚ ሃንደራ ኢሎም ምውሳን ብወገን በዓልቲ ቤቶም ዝመጽኦም ግብረ መልሲ ክርእዩ ነይርዎም። እንታይ ኢልካ? መላሲ ዘይብሉ ስንባደ ረኣየት። ኣይሰማዕክንን ዲኺ? ምስ ስኒት እኳ ኢለኪ። ዘይተረድኣ ስለ ዝመሰሎም ደጊሞም ስማ ብምጥቃስ ኣብርሁላ። እምበር ስም ስኒት ድሕሪ ምጽውዑ ዝነበረ ስምዒታት ኣስተብሂሎምላ እዮም። ሰሚዐካ'ባ፣ እንተኾነ ግና ንሰኻ ብመኣስ እያ ምሳኻ ትገይሽ? ዶስ ዘረባኣ ከይወደእት ስለ ዝኾለፍዋ ዝሓሰበቶ ከይዛዘመት። ተረፈት ትምኒት በቃ በታ ድኽምቲ ጎኖም ስለ ዝመጸቶም ገጭ በሉ እንታይ ማለትኪ'ዩ ካን ኣኺሉ ክኽጥርጥር ንኽትነብሪ ሓደ ኣፊቱ እንታይ ዲኻ ሓሲብኪ ዋላስ ዳግማይ ኣብ ጌጋ ከይውዕል ኢኺ ከይጋገ ፈሪሕክለይ እንታይ ይፍለጥ ተፈሪ በቲ ዝሓለፈ ግብርኹም ኣነ ይኣምነኩምኒ ኣብ ርእሰኹም ክገድፎ ዋላ እንተደለኹ ክገድፎ ዘይክእል ጥርጣረ እዩ ዘለኒ ሓቀኛ ስምዒታ ገለጸት። ዝኽወል ነገር ክህሉ ኣይደለየትን። ኣይተራእያን እውን። እሞ እንታይ ኣብዛ ሕንጫል ቆልዓ ከይጋገ ዲኺ ፈሪሕኪ? ኣብ ርዱእ ነገር ከም ዘይተረድኦም ኮይኖም ሓተቱ። በዓል ኣመል እንዲኻ፣ እንታይ ዶ የግድሰካ እዩ? እንተ ደሊኻ መኣስ ይጽግመካ ኮይኑ? ኣፍቲኻ እዩ ዘይከኣለካ እምበር እንተ ብሓይሊ እንተ ብኻልእ ሜላ ኣምጺኻ ደኣ መኣስ ይጽግመካ ኮይኑ ተፈሪ? ናይ ኣቃጫጭ ክምስ በለት። ኣላጋጭ ድዩ ዝኸውን ዘሎ? በሊ ደሓን፣ ዝብለኪ የብለይን እንዴ፣ ወዲእኪ እንተኾንኪ ግን ከዕርፍ ዶ? ካብ ዘረባ ንምህዳእ ዝበልዎ እዩ። ኣሻብካ ደኣ ገና እንዲ ዘሎ ዘይምጸናሕካ ንጉሆ ብእዋኑ ስለ ዝብገሲ ሕጂ ግድን እየ ክድቅስ ዘለኒ ነዊሕ ጉዕዞ ይጽበየኒ ዘሎ ትምኒት ዶ ከምኡ ድዩ ዝኸውን ዘሎ? ኣህየኸየ ተፈሪ እንቋዕ እኳ ንፋለጥ ኮና። ርእሳ ኣድኒና ብምንቕናቕ ሃሳስ ክምስታ ፈነወት። በልልዋም ለይቲ ተቐሚጦሞ ካብ ዝጸንሑ ሳሎም ብድድ በሉ። ድሕሪ ክንደይ ምምታእ ዝረኸብዋ ዕድል ብምንባራ ካብ ቅድሚ ዓይና ክርሕቁ ተሃዊኾም ነበሩ። በሉ ቅድሚ ምኻድኩም ክሰምዑኒ ዝደልዮ ጉዳይ ኣሎ። ብኾፋ ኣንቃዕሪራ እናጠመተት መልእኽታ ከተመሓላልፍ ተዳለወት። ተዛረብ እስከ ብዛዕባ እንታይ እዩ? ብደዎም ክሰምዕዋ ተዳለዉ። እንታይ ኢኻ ትብለኒ ኣብ ዝብል ጭኑቕ ሓሳብ እዮም ነይሮም። ካልእ ዛዕባ ከይተምጽኣሎም እውን ፍርሒ ነበሮም። ክልተ ግዜ ኣብ ርእሰይ ክትብዕልግ ከለኻ ከም ዘይተፈጸመ ርእየ ንይቕሬታኻ ተቐቢለ ምሕረት ከም ዝገበርኩልካ ትዝክሮ ኢኻ ሓቀይ? ትብል ኢላ ቀጸለት። ከተዘኻኽሮም ደልያ ዘይኮነት ሕልና ጌሮም ነብሶም እንተ ገትዉ ኢያ ትዛረብ ኔራ። እወ ይዝክሮ። ትምኒት፣ ስለምንታይ ግን ሕጂ ምዝካሩ ተደልዩ? መሽከንከን በሉ። ተፈሪ፣ ኣቀዲመ ነጊረካ እየ ከም ዝተረዳእካ ተረዳኣዮ ኣነ ብፍጹም ኣይኣምነካን እየ ዋላ ደኣ በዓል ኪዳን ይኩን እምበር ኣብ ልዕለካ ቅንጣብ ትኩን እምነት የብለይን ሕጂ ድማ ምዛ ክንዲ ጓልካ ትኮን ክገየሽ ኢካ በልካ ዝኮነ ይኩን ንዘጋጥም ኩነት ኢደይ ንጹህ እዩ ብሕሉፍ ይእከለኒ ኢልካ ኣእዳውካን ስድነትካን እንተኣከብካ ግርም ኣይኣክለንን ኢልካ ከም ቀደምካ እንተተጨማሊቕካ ግን ይትረፍ ይቅሬታካ ክቅበል ነዛ ዓይነይ እውን ክርእየካ ኣይክእልን እየ ቅድሚ ዝኣገረ ይነግረካ ኣለኹ እቲ ምትግባር ድማ ናባኻ ወዲእ ኣለኹ ክትከይድ ትኽእል ኢኻ ኣነስ ሕራይ ሰሚዐክ ኣለኹ ንዓኺ ግና ዘይተረዳእኪ ጉዳይ ኣሎ ካልኣ ርእስ ተኸፈቱ እንተ ተቐቢሎሞ ገዚፍ ሓላፍነት የሰኪማቶም ኣብ ባይታ ብኸመይ ከም ዘተግብርዎ ግና ብሕጂኦም ክውስኑ እንታይ ንሱ? ተገዲሳ ዝብላ ንምስማዕ ተዳለወት። እዛ ቆልዓ ልዕሊ ደቀይን ኣዕሩኽተይን ከም ዝኣምና ትፈልጢ ኢኺ። ከምኡ ስለ ዝኾነ ድማ ትካለይን ንብረተይን ብእምነት ይገድፈላ። ናይ ትካለይ ዝተሸጠ ንብረትን ኣስቤዛን ሕሳብ ኣኪባ ኦዲት ትገብረለይ ሰብ ድማ ንሳ'ያ። ትፈልጦ ነገርዋ። እዚ ደኣ ይፈልጦ እንድየ ካልእ ደኣ ኣምጽእ እምበር። እሞ ከምዚ ስለ ዝኾነት ድማ እየ ኣብ ኩሉ ምንቅስቓሳተይ ምሳይ ክትህሉ ዝደልያ። ትምኒት፣ እዚ እቲ ሓቂ እብለኪ ኣለኹ። ዝገበሩ ገይሮም ንምርዳእ ኣብ ጻዕሪ ነበሩ። ሓንሳብ እኳ ኣይኣምነካን እየ ኢለካ እየ። ንድሕነት ሓዳርና ሓሲብካ እንተ ተኣረምካ ግርም። ካብኡ ተረፈ ግና ፍኒታ፣ ወዲኤ ኣለኹ። ተፈሪ፣ ኣብ ጌጋ መንገዲ እንተ ተረኺብካ ኣቐዲመ ይነግረካ ኣለኹ። ብነብሰይ ዝብለላ ግዜ ኣብ ቀረባ እያ ዘላ ስለዚ ዝያዳይ ንስኻ ትሕልወሉ ግዜ ስለ ዝኾነ ዓቢ ኢኻ ናይ ዓበይቲ ሰሪሕካ ክቡርን ሕፉርን ኩን ዶ ስለ ዝገረሞም ቀው ኢሎም ጠመትዋ።